ብዛዕባ ኣብርሃም ዝተባህለ ኣብ ብ ice ዝተታሕዘ ዝምልከት ብዛዕባ እዛ ቪድዮ ክነግረኩም። ብተወሳኺ እቶም ቆልዑ ይቕሬታ ክሳብ ዝሓቱ ከም ዘምበርከኽዎም እውን ይሕብር ኣሎ። ኣብ ቤት ትምህርትን ኣብ ገዛን እናተቐጥቀጡ እናተቐጽዑን ከም ዝዓበዩን ንቤት ፍርዲ ገሊጾም ኣለዉ። ኣብ መንጎ ኤርትራን ኢትዮጵያን ዘሎ ምስሕሓብ ብሽምግልና። ሰላም ከመይ ትኾኑ ጋይስ ሎሚ መዓንቲ ከኣ ሕጽር ዝበሉ ኣገደስቲ ሓበሬታታት ክነግረኩም እየ ክሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ምግባር ጀምርዋ ላይክ ኣይትረስዑ let's go። Chip Chipoca Firi. ሰዚ ጋይስ ናይ መጀመርያ ሓበሬታ ብዛዕባ ቢንያም ግርማይ ዝምልከት እዩ። ቢንያም ትማሊ ኣብ መበል ዓሰርተ ሸውዓተ መድረኽ መውደቕቲ ኣጋጢምዎ ነይሩ። ይኹን እምበር በዚ ዝኾነ ይኹን መስበርቲ ወይ ከቢድ ማህሰይቲ ካብ ከቢድ ማህሰይቲ ናጻ ምዃኑ ክለቡ ኢንተርማርሼ ሓቢራ ኣላ። በዚ ከኣ ኣብዚ ሎሚ ዝካየድ መበል ዓሰርተ ሸሞንተ መድረኽ ክሳተፍ ተኽእሎታት ኣሎ። ናብ ቀለዕ ሕብሪታ ክሲ ማክሮን ዝምልከት እዩ። ማክሮን ንበዓልቲ ቤቱ ወዲያ ነይራ ኢላ ንዝተዛረበት ፍልጥቲ ኣሜሪካዊት ከሲሱ ኣሎ። ፕረዚደንት ፈረንሳ ኤማኑዌል ማክሮን በዓልቲ ቤቱ ወዲ ኮይና'ያ ተወሊዳ ብምባል ዝተዛረበት ኣሜሪካዊት ጸላዊት ኣሜሪካዊት ከሲሱ ኣሎ። እቲ ትማል ረቡዕ ኣብ ኣሜሪካ ግዝኣት ደሊወር ዝቕረበ ክሲ ኦውነስ ዘይተለምደ ጸለመን ዘይሓቀኛን ፈጠራታትን ትዝርግሓላ እዩ ዝብል ነይሩ። ኦውነስ ኣብቲ ስሙይ ገጻት ፖድካስትን ማሕበራዊ መራኸቢታትን እታ ቀዳመይቲ እመቤት ወይ በዓልቲ ቤት ማክሮን ወዲ ኮይና ከም ዝተወልደት ብተደጋጋሚ ክትዛረብ ጸኒሓ ኣላ። ብዛዕባ ዘረባ ጽኑዕ መርገጺ ዘለዋ ኦውነስ ኣብቲ ትማሊ ረቡዕ ዝተመሓላለፈ ክፋል ፖድካስት ነቲ ክስታት ፍጹም መስሓቕ ክትብል ኣባጭያትሉ ኣላ። ኦነስት ነቲ ኣብ ልዕሊ ቀዳመይቲ እመቤት ፈረንሳ ዝቐረበ ክስታት ናይ ተስፋ ምቑራጽ ክትብል እውን ገሊጻቶ ኣላ። ንዓመታት ዝዝርጋሕ ዝጸንሐ ውዲታትን ክለሳ ሓሳብን፣ ቀዳመይቲ እመቤት ብሪጂት ማክሮን ወዲ ኮይና ከም ዝተወልደት ዣን ሚሸል ትሮግኖክ ዝብል መጸውዒ ከም ዝነበራን'ያ ትገልጽ። ኦነስ ነዚ ዘረባታት ኣብቲ ሸውዓተ ሚልዮን ተኸታታሊ ዘለዎ ኤክስ፣ ናይ ኤክስ ገጻ፣ ኣብ ኮሙን ፖድካስትን ክትዝርግሖ'ያ ጸኒሓ ዘላ። ኣብ መወዳእታ ናይዚ ዓመት Bing Bring It ዝብል ተኸታታሊ ቪድዮታት'ውን ክትሰርሕ ጸኒሓ'ያ። ብጠበቓታቶም ኣቢሎም ክሲ ዘቕረቡ ፕረዚደንት በዓልቲ ቤቱን ኣብ ዝሃብዎ መግለጺ፣ ኦነስ ነቲ ብተደጋጋሚ ትዝርግሖ ዘላ ናይ ሓሶት ሓበሬታ ክትእርሞ ከም ዝሓተትዋን ኣብ መወዳእታ ድማ ነዚ ጉዳይ ናብ ቤት ፍርዲ ምቕራብ እቲ እንኮ መንገዲ ከም ዝኾነን ወሲኖም ኢሉ'ሎ። ወፍሪ ጸለመ ኦነስ ንዓናን ንስድራናን ቃንዛን ስቓይን ንምፍጣር ንባዕላ ድማ ኣቓልቦን ትኹረትን ንምርካብ ዝተኣለመ'ዩ ክብሉ ኣብ ዝሃብዎ መግለጺ ሓቢሮም ኣለው። ካብዚ ክስታት ክትርሕቕ ኩሉ ዕድላት ሂብናያ ኢና፣ ንሳ ግን ኣብያ ብምባል እውን ገሊጾም ኣለዉ። ብተወሳኺ ኦነስ ፕረዚደንት ፈረንሳን በዓልቲ ቤቱን ናይ ስጋ ዝምድና ወይ ርክብ ከም ዘለዎም እያ ትኸስስ። ኣማኑኤል ማክሮን እውን ብሕቡእ ብሲኣይኤ ናብ ስልጣን ከም ዝተቐመጠን ወይ ስልጣን ከም ዝሓዘን እያ ትገልጽ። እቲ ብስም እተን ኣብ ደላዌር ዝመደበርን ኩባንያታት ዝቐረበ ክሲ መጠኑ ዘይተገልጸ ክትከፍል ዝሓትት እዩ ማለት እዩ ወይ እንድሕር ተረቲዓ ክትከፍል እዩ ዝሓተካ። ብመሰረት ሕጊ ኣሜሪካ ማክሮንን በዓልቲ ቤቱን እቲ ዝተባህለ ክስታት ከረጋግጹ ክግደዱ እዮም ማለት እዩ መጀመርያ ከረጋግጹ ኣለዎም። ናብ ቀላዕ ሕበሬታ ብዛዕባ እዛ ትሪእዋ ደለኹም ቪድዮ ብዛዕባ ኣብርሃም ዝተብሃለ ኣብ ብ ice ዝተታሕዘ ዝምልከት ብዛዕባ እዛ ቪድዮ ክነግረኩም። ኣብዚ ቪድዮ ትሪእዎ ዘለኹም ኣብርሃም ብርሃኑ ታደሰ ዝተብሃለ ኢትዮጵያዊ እዩ ብ ice ብ ፖሊስ ክድለ ዝጸነሐ ብ ዓመጽ ተኸሲሱ ን ዕስራ ዓመት ውን ተፈሪዱ ዝነበረ እዩ ኣብዚ ሕጂ እዋን ከኣ ካብ ፖሊስ ተሰዊሩ ድሕሪ ምጽናሕ ከም ዝተረኸበ ብምግላጽ ነዛ ቪድዮ እዚኣ ኣይስ ዘርጊሕዋ ኣሎ ወይ ክፍሊ ኢሚግሬሽን ዘርጊሕዋ ኣሎ። ኣብ ቀል ሓበሬታ ምስዚ ተመሳሳሊ ኣብ ሆላንድ ደቆም ዝሃረሙ ወለዲ ተፈሪዶም ዝብል ሓበሬታ እዩ። ኣብ ከተማ ሄግ ዝርከብ ቤት ፍርዲ ንደቆም ዝሃረሙ ኢትዮጵያውያን ምዃኖም ዝተነገረሎም ወለዲ ከም ዝተፈርዱ ጋዜጣ ብራስለስ ሲግናል ትማሊ ሓቢሩ ኣሎ። እቶም ወዲ ሓምሳን ሓሙሽተን ዓመት ኣቦን ከምኡ'ውን ጓል ሰላሳን ትሽዓተን ዓመት ኣደን ንደቆም ካብ መጠን ንላዕሊ ኣካላዊ መቕጻዕቲ ብምፍጻም'ዮም ተኸሲሶም ዘለዉ። ነቶም ወዲ ሸሞንተ ዓመት ከምኡ'ውን ዓሰርተ ዓመት ደቆም ብተደጋጋሚ ኣብ ኢዶምን ርእሶምን ብበትሪ ከም ዝሃረምዎም እቲ ክሲ ይሕብር ኣሎ። ብተወሳኺ እቶም ቆልዑ ይቕሬታ ክሳብ ዝሓቱ ከም ዘምበርክኽዎም እውን ይሕብር ኣሎ። ኣብ ቤት ትምህርቲ ሓደ መምህር ቤት ትምህርቲ ኣብ ኣእዳውን ገጽን ናይቲ ቆልዓ በሰላ ምስ ኣስተብሃለ ገበኖም ተቓሊዖ እውን ኢሉ ኣሎ። እቲ ቆልዓ ነቲ ህራም ዝመስል ነገር ስለምንታይ ከም ዝወጽኦ ምስ ተሓተተ ኣቡኡ ብበትርን ኢዱን ከም ዝሃረሞ ምስ ሓበረ ቤት ትምህርቲ ናብ ፖሊስ ደዊሉ ፖሊስ ድማ ድሕሪ መርመራ ክልቲኦም ህጻናት ብተመሳሳሊ መንገዲ ከም ዝተሃርሙ መደምደምታ ስለ ዝበጽሐ ነቲ ጉዳይ ናብ ቤት ፍርዲ ኣቕሪብዎ ኣብ ልዕሊ እቶም ወለዲ ክሲ ከም ዝመስረተ እቲ ጸብጻብ ይሕብር ኣሎ። እቶም ወለዲ ንፖሊስ ኣብ ዝሃብዎ መግለጺ ንደቆም ከም ዘፍቅርዎም ብምግላጽ ነቲ ክሲ ነጺጎሞ። እቲ መቕጻዕቲ ግና ከም ዝተኣመንሉ እቲ ጸብጻብ ወሲኹ የረድእ ኣሎ። እቶም ወለዲ ከምኡ ዓይነት መቕጻዕቲ ኣብ ትውልዲ ዓዶም ኢትዮጵያ ልሙድ ምዃኑ ኣብ ቤት ትምህርትን ኣብ ገዛን እናተቐጥቀጡ እናተቐጽዑን ከም ዝዓበዩን ንቤት ፍርዲ ገሊጾም ኣለዉ። እቲ ኣቦ ነቶም ደቁ ከም ዝሃረሞም እታ ኣደግና ከም ዘይወዓለቶ ገሊጾም። ኣኽባር ሕጊ ነቲ ኣቦ ዓሰርተ ክልተ ሰሙን ማእሰርቲ ክፍረድ ሓሳብ ኣቕሪቡ ነይሩ። እታ ኣደ ድማ ሚእትን ዕስራን ሰዓታት ማእሰርቲ ክትእሰር ሓሳብ ኣቕሪቦም ነይሮም። ቤት ፍርዲ ነቲ ጉዳይ ድሕሪ ምግምጋም ነቶም ወለዲ ናይ ሚእቲ ሰዓት ናጻ ማሕበራዊ ኣገልግሎት ክህቡ ፈሪድዎም ኣሎ። እቲ ውሳነ፣ ኣብ ኢትዮጵያ ተወሊዶም ስለ ዝዓበዩ ምስ ሕብረተሰብ ሆላንድ ናይ ባህሊ ፍልልይ ኣሎ ብምባል እዩ እቲ ፍርዶም ክፎክስ ክኢሉ። ዳኛ ኣብ ዝሃቦ መግለጺ፣ ካብ ካልእ ሕብረተሰብ ዝዓበየ ገይርዎ ነይሩ እንተዝኸውን እቲ ፍርዲ ካልእ ምኾነ ብምባል'ውን ተዛሪቡ ኣሎ። እዚ ሕጊ ኣብ ሆላንድ ኣብ ክልተ ሽሕን ሸውዓተን ዝጸደቐ ኮይኑ፣ ወለዲ ንደቆም ኣካላዊ መቕጻዕቲ ከይቀጽዑ ዝኽልክል እዩ። ናብ ቃል ሓበሬታ ፕረዚደንት ሶማልያ ሓሰን ሸኽ መሓመድ ናብ ኣዲስ ኣበባ ምብጻሕ ክካየድ እዩ ዝብል ሓበሬታ እዩ። ፕረዚደንት ሓሰን ሸኽ መሓመድ ኣብ ዝቕጽል መዓልታት ናብ ኣዲስ ኣበባ ብምኻድ ምስ ቀዳማይ ሚኒስተር ኢትዮጵያ ኣብይ ኣሕመድ ክራኸብ ምዃኑ ማዕከናት ዜና ሶማልያ ሓቢረን ኣለዋ። እቲ ዑደት ኣብ ቀርኒ ኣፍሪቃ ዘሎ ውጥረት ብዘተ ንምፍታሕ ዝዓለመ ምዃኑ ኣብ ርክብ ክልቲኦም መራሕቲ ኣብ ሰለስተ ወሰንቲ ጉዳያት ክዘራረቡ ትጽቢት ከም ዝግበር እተን ማዕከናት ዜና ወሲኸን ገሊጸን ኣለዋ። ብመሰረት ጸብጻብ ሓደ ካብቲ ኣጀንዳ ናይዞም ክልተ መራሕቲ ኣብ መንጎ ኤርትራን ኢትዮጵያን ዘሎ ምስሕሓብ ብሽምግልና ክፍታሕ ዝኽእለሉ መንገዲ ዘተኮረ ክኸውን እዩ፣ እዚ ድማ ሶማልያ ኣብቲ ዞባ ሰላም ኣብ ምድንፋዕ ሃናጺ ተራ ክጻወት ዘለዎ ድሌት ዘርኢ ምዃኑ'ውን ገሊጹ ኣሎ። ካልኣይ ንኩነታት ሰራዊት ኢትዮጵያ ኣብ ሶማልያ ዝርከብ ክኸውን ይኽእል እዩ፣ ፕረዚደንት ሓሰን ሸኽ መሓመድ ኣብታ ሃገር ኣብ ዝርከቡ ዓቃብ ሰላም ከምኡ'ውን ሕብረት ኣፍሪቃ ወጻኢ ኣብታ ሃገር ዝንቀሳቐሱ ሰራዊት ኢትዮጵያ ከምዘለዉ ይግለጽ፣ መርገጺ'ዚ ፕረዚደንት እዞም ወተሃደራት ኣብ ኣህጉራዊ ኣፍልጦ ዘለዎ ናይ ዓቃብ ሰላም ክጥርነፉ ወይ ድማ ኩነታቶም ንህዝቢ ግሉጽ ንክኸውን ዝብሉ ክለዓሉ ከምዝኽእሉ ብማዕከናት ዜና ሶማሊ ይግለጽ ኣሎ። ናብ ካልእ ሓበሬታ ኣርባዓን ጨዓትን ተሳፈርቲ ዝጸዓነት ነፋሪት ኣብ ልዕሊ ምብራቓዊ ኦሙር ሩስያ ዳህያ ድሕሪ ምጥፍኡ ከምዝተሓምሸሸት ተሓቢሩ ኣሎ። እታ ነፋሪት ሓሙሽተ ህጻናት ዝርከብዎም ኣርብዓን ሰለስተን ተሳፈርትን ሽዱሽተ ኣባላት ሰራሕተኛታትን ጽዒና ከምዝነበረት ኣመሓዳሪ ዞባ ኦሙር ገሊጹ'ሎ። እታ ኣንቶኖቭ ኣን ዕስራን ኣርባዕተን ዝተባህለት ናይ ተሳፈርቲ ነፋሪት፣ ካብ ዞባ ኦሙር ኣብ ዝርከብ ቦታ ናብ ትዩም ኣብ እትኸደሉ ዝነበረት እዋን ኣብ ጎቦታት ዝበዝሖ ቦታ ሓደጋ ከምዘጋጠማ ቢቢሲ ሓቢሩ'ሎ። እታ ነፋሪት ሓምሳ ዓመት ዝገበረት ከምዝኾነት'ውን ተሓቢሩ'ሎ። ሰዚ ጋሽ ንሎሚ መዓልቲ ዝበልናዮ መደብ እዚ ዝመስል ነይሩ ሳብ ዝቅጽል መደብ ሰላም።